መርሓባ የሕዋተይ ኣብ ዘለኽሞ ሰላም ክትህልውለይ ተስፋ ይገብር ሓደ ሓውና ከኣ እንታይ ኢሉ ሓቲትኒ ክንደይ ኣለኒ ክብሎም ኣለኒ መታን ገዛ ክራይ ክኸፍሉለይ ወይ ድማ ናይ ቆለውዕ ገንዘብ ከ ክንደይ ዝግብኣኒ ኣዘዚ ዝህቡኻ ናይ ቆለውዕ ማለት እዩ ኣብዚ ሓቂ ሓይሽ ዝተፈላለየ ቪድዮ ሰሪሐ ኣለኹ ኣብኡ ፈትሾ እቲ ገንዘብ ዝያዳ ገዛ ክራይ ትኸፍል እንድሕር ኮንካ ወይ እኹል እንድሕር ዘይብልካ ዝኸፍሉልካ ንሰራሕተኛ ከማን ክኸውን ይኽእል እዩ ቢዝነስ ዘለዎ ከማን ክኸውን ይኽእል እዩ ሕጂ ብዚ ሓድሽ ሕጊ ዘውፅዎ ወይ ድማ ጭራሽ ያ ካብ መንግስቲ ክትነብር ኮለኻ ከማን ንዝኾነ ሰብ ክኸውን ይኽእል እዩ እኹል ዘይብሉ ግን ኦፍኮርስ ክንደይ ወረቃቅቲ ገለመለ ከዓ ክትመልእ ኣለካ እዚ ከዓ ኣብቲ ካልእ ቪድዮ ገሊፀ ኣለኹ ክንደዮም ከዝሕግዙኻ ኩሉ ኣብ ቪድዮ ኣሎ ገዛ ክራይ ትብል ፕለይ ሊስት ፈትሽዋ ኣነ ብብሓደ መሊሰ ክደጋግሞ ኣይክእልን እየ ወይ ብኮመንት መሊሰ ኩሉ ክገልጾ ኣይክእልን እየ እዚ ከቢድ እዩ ምናልባት ካብቲኦም ሓደሽቲ ትኸውን ኣይረኣኻዮ እንትኸውን እቲ ካልእ ሊስት እቲ ቪድዮታት ግን ናይ ከምዚ ኣርእስቲ ከማን ኩሉ ተሸፊኑ ኣሎ ክብለካ ይደሊ ኤንድ ናይ ቆለውዕ ከዓ ሓቲትካኒ ናይ ቆለውዕ ከክንደዩ ዝግበኣና ኢልካኒ እዚ ከዓ ናይ ቆለውዕ ንበይኑ ኣየምጻኽዎን ክሳብ ሕጂ ሓቂ ሓይሽ ኣይመደብክዎን ከኣኒ ግን ብቀሊሉ ኣብ ከምዚኢታት ጉግል ፍሕተትዋ ጉግል ክትሓቱ ከለኹም ከኣ እንድሕር እቲ ቋንቋ ከቢድኩም ሽዑኡ ናብቲ ብትግርኛ ክትቅይርዎ ፈትኑ ወይ ኣብ ካልእ ኣሕዋትና ዘምጽዎ ፈትሹ ብርክ ናተይ ጸገም ኮይኑ ዘሎ ብዙሕ እንድየ ኣምጽየ ዘለኹ ናይ ጀርመን ሕጊ ዶ ሓድሽ ሕጊ ዶ ከምዚ ዶ ሾን ፈሚዩግን ክንደይ ዝፍቀደልካ ድሕሪኡ ከ ክንደዮም ዝሕግዙኻ እንዳ ሓገዙኻ ከ ክንደይ ክትሰርሕ ይፍቀደልካ ዳርጋ ኩሉ ሕቶታት እቲ ትሓትዎ ብብዝሒ መሊሰ ኣለኹ ከምዚ መሊሰ ግን ዲፕ ክኣቱ ኣብቲ ኣርእስትታት እቲ ሰብ ኣይሪኦን እዩ እቲ ቪድዮ እቲ ሰብ ብብዝሒ እንተዝሪኦ ኩሉ ክትሽፍኖ ምኸኣልካ ከምዚ ግን እስኻ ደኺምካ ማንም ሰብ ዝሪኦ የለን ድሕሪኡ ካልእ ሕቶታት ይሓቱኻ መሊሶም ስለዚ ኣይ ክስታይ ኣይገብርን እዩ ኣይዋጻእካን እዩ so ስለዚ ኣነ more የምጽእ እንድየ ናይ ጀርመን ግን እቲ ቀንዲ ክስታያት እምበር ብዙሕ ካልእ ከማን ኣሎ ክብለኩም ዝደሊ ግን ክትቀራርቦ ግዜ ይቀትል እዩ ኩሉ ስለዚ እንታይና ክንገብር ንኽእል እቲ ቪድዮታት ሸር ትብልዎ እቲ ዘሎ ትጥቀምሉ እሱኢታት ከዓ ፅቡቅ እንድሕር ከይዱ ሓደሽቲ ከምኡ ዝመስል ኣርእስቲ ሞር ዲፕ ዝኸይድ ከምዚ ሕቶታት ከማን ክትምልስ ብቪድዮ ይከኣል እዩ and yeah እቲ ሰብ ከኣ ይበጽሖ ማለት እዩ ብብዝሒ እንድሕር ተራእዩ ከኣ ኦይ ክንደይ ሰብ ኣለዎ ዝጽበዩ ኢለ ክምጾ ይኽእል ብሕጂ ከኣ ካብቲኦም ሳብስክራይባ ናተይ ብውሕዱ ዓሰርተ ካብ ሚእቲ እንድሕር እዚኣ ኣርእስቲ ደሊና ኢሎምኒ እቲኣ ኣርእስቲ ከምጻልኩም እየ እንተ ከምኡ ዘይኮነ ግን ከኣ እቲ ናተይ እቲ ንዓይ ዝመስለኒ እቲ ቢዚ ዝገብረኒ ወይ እቲ ኣገዳሲ ዝብሎ ብናተይ ማለት እየ ከምጽእ ዝደሊ ንኩሉ ሰብ መታን ክጠቅም ኣብ ካናዳ ዘለዉ ድዮም ኣብ ዝኾነ ዘለና ኩላትና ክንጥቀመሉ ግሎብል ወርልድ ዋይድ ክንጥቀመሉ ንኽእል ብዝያዳ ክፍትን እየ ስሕት ኢለ ከኣ ናይ ጀርመን ከምዚ ህጹጽ ነገር እንድሕር ናይ ጀርመን ኣሎ ከማን ጸገም የለን ሓድሽ ሕጊ ወይ ገለ እንድሕር ኣሎ ከምዚ ንብዙሓት ሰባት ዝምልከት እንድሕር ንውሑዳት ሰባት ኮይኑ ከማን ግን ክገብሮ ኣይድልየንን እዩ እምበር ናይ ዕረፍቲ ዶ ናይ ክንደይ ኣሎ ክሕግዙኻ ዝኽእሉ ዝተፈላለየ ኣሎ እንዶ ገንዘብ እሱኢታት ከምጾ ይሓስብ ነይረ ከማን ቀራሪበዮ ፍርቁ ግን ሞር ሪስዮች የድልየኒ እዩ ኢለ ከኣ ኣብ መንጎ ኣቋሪጸዮ ካልእ ኣርእስትታት ይስዕበኒ ወይ ካልእ ኣርእስትታት ቢዚ ንባዕለይ ይገብረኒ ንነብሰይ ከማን ተገሊኡ ኣርእስቲ ከኣ ናተይ ኣርእስቲ እንድዩ ሶ ገሊኡ ከዓ ንዓኹም ኢለ ጥራይ ይቀራርቦ ሶ እቲ ያ እቲ ምስቲ ኩነታት እየ ዝኸይድ ማለት እዩ ጎ ዊስ ዘ ፍሎው ዝበሃል ኣሎ ምስቲ ማይ ዘለካ ምስቲ ማይ ወይ እንታይ ዝበሃል ጎ ዊስ ዘ ፍሎው ከምኡ እየ ክገብር ዝደሊ እቲ ናትኩም ፊድበክ እየ ዝፅበ ናትኩም ፊድበክ እንድሕር ዋው ብዙሓት ዓሰርተ ካብ ሚእቲ ካብዚኦም ፎሎዋናተይ እዚኣ ኣርእስቲ ደልዮም ኢለ ዝኾነ ኣርእስቲ ከምፃልካ እየ ሓደ ሰብ እንድሕር ሓቲትኒ ከምቲ ቅድሚ ሕጂ ዝገብሮ ዝነበርኩ ግን ኣየዋፅኣንን እዩ እቲ ግዜ ኣይኣኽለንን እዩ እዚ ከዓ ርዱእ ክኸውን ተስፋ ይገብር ናይ ናይን እዚ ኣርእስቲ ናይ ግድን ይደልያ እየ እንድሕር ትብሉ ኮንኩም ከዓ ኣነ ግን በዚ ኩነታት ከምጾ ዘይክእል ኣብቲ ሜምባርሺፕ ክትኣቱ ትክእል ኢካ ኣብ ግን ኣየናይ ሜምባርሺፕ ዝኮነ ከኣ ኣብኡ ጽሑፍ ኣለካ ሽዑ ኣብኡ ከኣ እቲ ድላይኩም ኣርእስቲ እቲ ንስካትኩም ቀንዲ ዝኣዘዝኩሞ ከምጻልኩም ይደሊ ማለት እዩ። and yeah እዚኣ እያ እቲ ኣክስታይ ማለት እቲ መፍትሒ ናይ ኩሉ ክንብሎ ንክእል ኢና እቲ ዘሎ ከኣ ተጠቀምሉ ናይ ሾንፈምዩንግ ብኣምሆይ ሓፍትና ከማን ሓቲታትኒ ክንደይ እዩ ክህልወኒ ዝፍቀደኒ እንድሕር ገንዘብ ኣለንስ ክንደይ ይፍቀደለይ ቅሙጥ ገንዘብ ድሕሪኡ ከኣ ከም ዝሕግዙኒ ክገብር ይክእል ኢላትኒ እዚ ከማን ኣብ ቪድዮ ኣሎ ድሮ ብዙሕ ቪድዮ እዩ ዘሎ ብሓፂሩ እዚ ክትብሎ ትክእል ኢካ ድማ ከኣ ሓንቲ ክሓተኩም ክትሓቱ ከለኹም ክንደይ ኣለኒ ክብሎም ኣለኒ መታን ክሕግዙኒ እዚ ንባዕሉ ሓቂ ሓሽ ጌጋ ሕቶ እዩ ብርከ እስኻ ከምዚ ባዕልኻ ክትውስን ዝደለኻ ብጀርመን ከዓ ኒኻ ፅሒፍካዮ ፅቡቅ ኣይኮነን ኣኪደ ክብለካ ኣዞ ንዓይ የሰክፈኒኡ ከምዚ ክስታይ ኣነ ንስርቂ ዘማኽረኩም ዘለኹ ከዓ ክመስል ኣይደልን ኣብዚ ዩቱብ ሶ እንታይ ክትሓትት ነይርካ እስከ ብታሕቲ ፀሓፉለይ ክሳብ ክንደይ ክሳብ ክንደይ እዩ መኣስ እዮም ዝሕግዙኒ በቃ መኣስ እዮም ዝሕግዙኻ ኣብ ናይ ገዛ ብሓፈሻዊ ክትሓትት ኣለካ እምበር ክንደይ ኣለኒ ክብሎም ክንደይ ክብሎም ኣለኒ መታን ክሕግዙኒ ክትሓትት ከለካ ብጀርመን ወይ በቲ ጀርመን ድዩ ክስታይ ዘይትርዳእካ ጌጋ እዩ ሓቂ ሓይሽ እቲ ኣተሓታትታ ማለት እዩ ብከምኡ ከዓ ብኮመንት ክምለሰልካ ኣይከኣልኩን ግን ኣሎ ቪድዮታት ኢለካ ብድብድቡ ከምኡ ከማን ናይ እዚኦም ኡንተርሃልትሳሉንግ እንድሕር ተፋላሊካ ኣለካ ንደቅካ መኣስ ኢካ ትክፍል እዚኢታት ከማን ኣሎ ኩሉ መኣስ ኢካ ከኣ እንታይ ከ ክትገብር ትክእል እንድሕር ክትከፍሎ ዘይከኣልካ መኣስ እዮም ክዝግድዱካ ኣብ ሊስታ ከማን ኣሎ እዚ ዲስልዶርፈር ታቤለ እሱ ከኣ ፈትሽዎ ብዓቢኡ። ብኡ እዮም እቲ ካልኩሌሽን ዝገብርዎ እሱ ከዓ ኣብ ቴሌግራም ለጢፈዮ ነይረ ቅድሚ ሕጂ ግን ደምሲሶ እየ ሕጂ ብርክ ድሕሪ ውሱን ግዜ ክድምስሶ ኣለኒ ስኖ ብዙሕ ስለ ኣብኡ ዝልጥፍ እቲኣ ሞባይል ናተይ ክትመሊኣ ስለዚ ይድምስሶ እየ ድሕሪ ውሱን ግዜ ኣብቲ ኣጆና ቴሌግራም ተኸታተልዎ እቲ ሊንክ ከዓ ኣብዚ ብብዝሒ ክልጥፍ ኣይክእልኒ ኣብ ካልእ ቪድዮ ገሊፀዮ ኣለኹ ስለምንታይ ሶ ብሓፂሩ ሼር እንድሕር ኢልኩሞ እቲ ሰብ ዓሰርተ ካብ ሚእቲ ካብቲኦም ዘለዉኒ ፎሎዋ እንድሕር ሓቲቶም ዝኾነ ኣርእስቲ ከምጻልኩም ይኽእል እየ ወይ ድማ ኣብቲ ሜምባሺፕ ኣቲኹም ትእዝዝዎ ክልተ ኣማራጭ ኣለኩም እዚ ከኣ ኢትስ ፌያ ዊን ዊን ሲትዌሽን ዊን ዊን ሲትዌሽን ካብ ዘየለ ግን ኣነ ከማን ሓሲበ እየ ዝስርሕ ቴንክ ዩ ሰሰናዩ ትምነየልኩም ጽቡቃት ኣሕዋተይ ባይ።